ሰላም ሰላም ክቡራት ተኸታተልቲ ከመይ እንኹም ዳሕና ድኹም ኣነ ዳሕና እየ እግዚኣብሔር ይመስገን ብድንኹም እሞ ሰላምኩም ብዙሕ ትርፍ ይበለለይ ከመይ እንኹም ልምዓት ሲ እንታይ እየ ደክል መፀ እንታይ ድበሃል እዚ ፓፕ ዶ ፓፕ ድበሃል ኣፕሊኬሽኑ ማለት እየ እና እንታይ ነገሩ መጀመርያ ላ ቢድኡ ንሓልፍ እማ ቢድኡ ሮና ይልመፅእ ድሕርኡ እንታይ ነገሩ ኣነ ጭራሽ ክረድአና ይኽኣል እዩ ማለት እዩ እና እንድሕር ስራሕ ክልቕይረሉ ኮይኑ ኩልና ሓብርና ስራሕና ንቀይረሉ ማለት እዩ ግን ኩሉ በየኣፍ እዩ ለውግዕሎ እስኪ ቢድኡ ሮና ንመለስ ምንድነው እሱ ነገር እስኪ ንገሪኝ

በያፍን እየን ልናገርለያ ማለት እዩ ሓደአን እንታይ ይብላ ህይወት ያበላሽለይ ይብላ ሓደአን ኣብ ሕማም ያውድቕኒ ይብላ ሓደአን ዓይነ ፀልሉ ዓይነ ይፀልሉኒ ይብላ ሓደአን ዓይነ ብርኪ ይሕዙኒ ይብላ ሓደአን በቃ ናመን ኢና ንሰምዕ ፍርቂ ኣለለ ስራሕ ልተቐይሩ ክልኡ ስራሕ ተለወጡ ክልኡ ንዕኒ ንስራሕ ይብላ ናመን ኢና ንሰምዕ ካብኡ ማለት እዩ ኣይሃም ዋትሳብ ኢሞ ሜሰንጀር ፌስቡክ ኩሉ ንጥቀም ለነዩ ኣፕሊኬሽን ኣይኮን ኢሉ ሃም ዩቱብ ሃም ኣይኮን እዩ ማለት ዶ እና ኣነ ክርደአና ይካለ እስኪ ልትረድአክን እስኪ ኣብ ኮሜንት ኣረዳእነ ማለት እዩ ምጥረት ካብ ለ ስልሳ ስድስት ስታይ ስልሳ ስድስት ልበሃል ነገር ስታይ ስልሳ ስድስት ሰባት ደኦም ስልሳ ስድስት ታይኦም ስልሳ ስድስት ሲ እንታይ እዮም እስኪ ኣሕዋተይ ኣብ ኮሜንት ኣረዳእኒ ማለት ስልሳ ስድስት እንታይ ምዃኖም ክፈልጦም ደልዩ ኣለኹ እና ሕዚ ብሙላ ቲክቶክ ተኣተና ፌስቡክ ተኣተና ሲ ስልሳ ስድስት እዮም እዚ ኣፕል እዚ ከይታወርድኦ እዚ ኣፕ እዚ እንታይ ይበሃል ፓፕል ፓፕል ይበሃል

ልኾነ ወረቀት ታውፅ እንድሕኻ ባስማ ገብረ ኣውፀ ባስማ ገብረ ፓስፖርት ኣውፀ ብኻ ትናገር እዚ ኣብዚ ኣፕሊኬሽን ከይድካ ግን ባስማ ያልዑልካ እዮም መጀመሪያ ሰ ዓሸራ ያልዑልካ እዮም ይብሉ እና ብስልክ ድኦም ዓሸራ ላልዑልና ብምንታይ እዩ እዛ ወለላ ኣይተረድአትኒ ማለት እዩ ኣሕዋተይ መጀመሪያ ብልኣቱ ክሲ ባስማ ኣልዑሎምኒ ዓሸራ ኣልዑሎምኒ ይብላ

ተሚለ ነውርኒ ግን ኣካውንቲ ኩሉ ነገር ምስ መላላእኹ ኣካውንቲ ሞልኣ ኣካውንቲ ምስ መላእኹ ክልተ ግዜ ሓደ ግዜ ሰለስተ ሽሕ መጀመርያ ድሓር ሽዱሽተ ሽሕ ከፍልኒ መበል ሳልሳይ ግን እቲ ናባዕለይ ቅርሺ ለትስሑ የለይ

ነሹ ኣሕዋተይ ሕዚ ክመፅእ እየ ነጋ ከውርድ እየ ግን ናውኹ እስካብ ዘኽቲ ግን ኣያውርድክዎ ኣነ ማለት እዩ ግን ብዙሓት ኣሕዋተይ ንዕላ ዕላላ ልመናን እዩ ንዓይ ስራሕና ብሓደ ንዕበይ ገለላ ዕላን እዩ ማለት እዩ እናስ ኣሕዋተይ እስኪ ልትጥቀምላ ክን ኣሕዋተይ እስኪ ንገራናስ እንታይ ሃመ ሃመ እዩ መጀመርያስ ብሃመ እየና ንኣቲ ባስማስ እንታይ እዩ ባስማ ባስማ ምግባርስ ብሃመ እዩ ባስማ ልግበር ብስልኪ ዶ ባስማ ንግበር ዓሸራ ለልዕልኳስ ብስልኪ ዶ ሃመይ እዩ ማለት እዩ ንኣሕዋትይ ኩልኽ እንድትጥቀምለኽን ኣረዳእና ማለት እዩ ካብኡ ለ ስልሳ ስድስት ኸታ እዩ ስልሳ ስድስት ስሳ እዩ ኣይትረድዕን ያነ ስልሳ ስድስት ሰባት ደኦም ሕዚ ኣጋጣሚ ኣብ መንገድኻ ስልሳ ስድስት ኣግንኻ ሳመይ ገበርካ ከትፈልጦም እንታይ እዩ ስልሳ ስድስት ልሉ ፅሑፍ ዶ ይንህዎም ስልሳ ስድስት ስታይ እዮም ናምንታይ እምነት እዮም ስልሳ ስድስት እዛ ዝናለለ ኣነ ይፈልጣ እዩ ማለት እዩ ኩልክን ኣሕዋትይ ኣብ ኮሜንት ኣረዳእኒ ስልሳ ስድስት ዓሚል ኣብል ምዃኖም እንታይ ምዃኖም ስልሳ ስድስት ሰለ ኣረዳእኒ ማለት እዩ እና በቃ እዚ ኣፕል እዚ ሲ ስልሳ ስድስት እዮም እና ስልሳ ስድስት እምነት እዮም ዳኣሚ ንምንታይ ትጥቀማ ክርስትያን ዝኾንክንሲ ትጥቀማ የብልኽን እዩ ልበሃል ነገር እዩ ልናገር ኣሎ ኣብዚ ሚድያ ማለት እዩ እና ኣሕዋተይ እስኪ እዛ ነገር እዛ ኣረዳኣና ማለት እዩ እዛ ኣፕሊኬሽን እዚኣ እንታይ ምዃና ችግራስ ኣረዳኣና ኣነ ውሽጢ ኣትያ ረኸቦ እየ ማንኛውም ይብለንኦ ግን ምንም ዓይነት ድኻም የብሉ ይከፍልካ ኣብ ላይ ብከፍኻ ኢኻ እቲ ቅርሺ ዝኽፈለካሲ ብክፍልካ ምንም ዓይነት ድኻም የብሉ ምንም ዓይነት እንትን የውሊ ኣየድክመካ እዩ ምስ ስራሕኻሲ በቃ ሽሉይ ገንዘብ ዝኸፍል ሕዚ ኢቶም ሽሉ ቅርሻ ይኸፍል እዩ ብዙሕ ድኻም እንሆዎ ኣነ ሕዚ ዓመት ይሓልፈ ኣለኹ ምንም ንቅርሻ ይተኸፈልኩ እዩ ብዙሕ ድኻም እንሆዎ ኣርባዕተ ሽሕ ሰዓት ልበሃል ነቲ ኣርባዕተ ሽሕ ሰዓት ለይሞላእኻ ቅርሻ ይኸፍለካ ኢቱ እዚ ግን ብክልተ ሰሙነይ ሽዱሽተ ሽሕ ትኸፍለ ብክልተ ሰሙነይ ሰለስተ ሽሕ ትኸፍለ ልብላስ እንሆ እየን እና እዚ ነገር እዚ ሲሃመይ እዩ ብክፍልካ ድኻም ለይብሉ ብክፍልካ ልኸፍልሎ ሲሃመይ እዩ እዚ ነገር እዚ ኣይትረድአኒ ናሕዋተይ መዓረይ እንድሕር ምንም ነገር ለየብሉ እንድሕር ኮይኑ ኩልና ንጥቀመሉ ኩልና ትዳሕዝና ንዓብየሉ ኣሕዋተይ መዓረይ ትፈልጡ ኣረዳእና ብውሽጡ ማለት እዩ ረዳእና እማ ካብኡ ሕናለ ብሓደ ስራሕና ንዓቢ ማለት እዩ እቲ ስልሳ ስድስት ዝበሃል ሌላ ረዳእና ስልሳ ስድስት ኣነ ይፈልጦይ ስልሳ ስድስት ታይ ምዃኑ ኣይፈልጥ ኣነ ብሓቂ ማለት እዩ ስልሳ ስድስት ልብልኦ ኣይፈልጥይ እና በየሚዲያ ሲ ብጣዕሚ ብጣዕሚ ሓንቲ ለለስ በቃ ዓይነ ይፀልሉኒ ሓንቲ ርእሰ ይሓሙኒ ብጣዕሚ እዩ በቃ በተለይ ቲክቶክ እንዳሓትካሲ ብዙሕ ነገር ኢኻ ታዳምፅ ማለት እዩ ብዙሕ ብዙሕ እየ እንድናገር ኣለዋ እናስ እዚ ነገር እዚ ሳሚ እዩ ካብኡ ደለ ብኣካውንት ደለ ኣካውንትካ ስለ መልእኻ ሳሚ ገሮም እዮም ቅርሺ ክስሕዎ እንግዲህ ባንክ ከይድካ በዓልካ ኢኻ ታውፅእ ትኽእል ዳሚ መታወቂያ ከናባዕልካ ብበዓልካ ኢኻ ታውፅእ ትኽእል ዳም ካልእ ሰብ ዋላ ኣካውንት ተሰረቐካ ካልእ ሰብ ኮይዱ ከውፅኦ ይኽእል እቲ ቅርሺ ኣሜ ብናባዕልኻ መታወቂያ ብናባዕልኻ ፎቶ ስለልነውቲ ማንም ሰብ ከውፃ ይኽእል እዩ በዓልካ ከይድካ ኢኻ ተውፅና ማንም ሰብ ኮይዱ ከውፃ ይኽእል እዩ ኣብቲ ባንኪ ቤት ማለት እዩ እና ሓንቲ ቆልዓ ልበለት ግን ክልተ ግዜ ከፍሉኒ መበል ሳልሳይ ግን ኣብ ናባዕለ ዝነበረ ገንዘብ ኣካውንቲ ዝነበረ ኣብቲ ዝመልኣኸው ኣካውንቲ ግዴታ ትመልእ ኣለካ ኩሉ ነገር ኢኻ ትመልእ ቁፅሪ ስልኪ ኣካውንቲ ሱም ኩሉ ነገር ኢኻ ተእቲ ኩሉ ነገር ምስ ኣተኹ ግን ክልተ ግዜ ካፍሉኒ መበሊ ሳልሳይ ግን ናብ ባዕለይ ቅርሺ ይስሕብዎ ላበለት ላበኸየድ ማለት እዩ ካብኡ ልለ ብዙሕ ብሂወተይ ትጫወቶምኒ ብሂወተይ ሃም ዝገብሮም ልላለ ብዙሓት እነያ እና እስኪ ኣሕዋት ኩልኽን ሓብራና ማለት እዩ ያው ኩልና ብሓደ ምእንተ ንሰርሕ ብውሽጢ ወይ ልለ ያው በቃ ኣረዳእና እስኪ ኣረዳእናማ ኩልና ብሓደ ኮይና ንሰርሕ ዘን ኣሕዋተይ እና ስልሳ ስድስታ ምዃኖም ለ ያው ሃምቲ ለወልክክን ኣብ ኮሜንት ፀሓፉለይ ስልሳ ስድስታ እዮም ኣብ ኮሜንት ኣረዳእኒ ማለት እዩ ኣነ ጭራሽ ክረዳእና ይካል ስልሳ ስድስት እዮም ሃምዚኦም ሃምዚኦም ገለ ክበሃል ሲ ስልሳ ስድስታ ምዃኑ ኣይትረድእኒ ማለት እዩ ንኣሕዋተይ ስልሳ ስድስት ኣረዳእና በነገራችን ላይ ያው ብዙሕ ነገር እዩ ድንሆ ሚዲያ ማለት እዩ